ሃለው ዝኸበርክን ኣሕዋተይ ከመይ ቀኒኽን ዳሕን ዳቀኒኽን ኣነ እግዝኣብሔር ይመስገን ጽቡቅ ኣለኹ እስኽን ከኣ ጽቡቅ ትብልዋ ተስፋ እገብር ሎማዓንቲ ከኣ ብኻልእ ቪድዮ መጼክን ኣለኹ እንጆይ ክትገብርኦ ተስፋ እገብር ሓደሽቲ ተኾንክን መጀመርያ እንድሕር ኮይኑ ኣብዚ ናተይ ዩቱብ ሳብስክራይብ ምግባር ኣይትረስዕኦ እተን ኩሉ ግዜ ሳፖርት ትገብራን ኣሕዋተይ ከኣ ብጣዕሚ እየ ደመስግነክን የቀንየለይ እተን ኩሉ ግዜ ላይክ ኮመንት ሸር ትገብርኦ ናተይ ቪድዮ ኩሉ ግዜ ፖስት ተገብር ከለኩ ኮመንት ትገብራለ ኣሕዋተይ ከኣ ብጣዕሚ እየ ለመስግነክን የቀንየለይ ሎማዓንቲ ናይ ሓደ ሓደ ካብ ብዙሕ ስተራት ድገዛእክዎ ሕጂ ደይኮነስ ኣቀድም ኣቢለ ከም ወርሒ ክልተ ሰሙን ገለ ድገዛእክዎ ሓደ ሓደ ነገር ዘንጥ ዝንጥ ዝበለ ነገር ሒዘልክን መፅየ ኣለኩ መጀመርያ ከርእክን ዘለኩ እዚ ኦክያለታት እዚ ኦክያለ ከምዚ ኣኒማል ፕሪንት እዚ ብሓሙሽተ ዓመት ገለ ገብር ካብ ድገዛእክዎ ዝኮነ ኤክስፕረስ ስቶር ዕፆ ነይሩ መዓል ዲስካውንት ነይሩ ሽዑ ድገዛእክዎ ማለት እዚ ከዓ ብዙሕ ትገበረ ዝፀንሐ ስኔክ ፕሪንት እዩ ከኣ እዚ ከምታት ንድሕር ኦካለ ጌርና ኦካለ ኣብዚ ግዜ ፎል ማለት እዩ ሲምፕል ተኸዲንካ ዝንጥ ትብል ማለት እዩ እዚ ሕጂ ካብ ድኾነ ኦካለ ጸሊም ኦካለ ዝኾነ ድሕር ጌርካ ዝንጥ ቅይር ኢኻ ትብል ግን ዝኾነ ፕሪንት እንተለዎ ከምዚ ገለ ከኣ ኣብኡ ከለኹ ከርእየክን ኢለ እዚ ናተይ ዝጸንሐ እዩ ግን ከምታ ድሕር ኣሎ እዚ ስኔክ ፕሪንት እዚ ለፐርድ እዚ ሕጂ ከኣ ትረንድ እዩ ደሎ ኩሉ ግን ወላ ክትክታዮ ይኹን ኩሉ ግዜ እዚ ከም ቻት እንድሕር ፕሪንት ዘለዎ ፅቡቅ ኣኒማል ፕሪንት ዘለዎ ኣውኪያና እንድሕር ረኪብና ብኮነ ስቶር ፒክ ክንገብሮ ሴል ገለ ክኸውን ከሎ ድሓር ብፍላይ ኣብዚ ፎል ገለ ክኸውን ከሎ ከዓ ዝንጥ ንብለሉ ወላ ኣብ ግዜ ሳመር ክንገብሮ ንኽእል ኢና ግን ከምኡ ጌርና ዝንጥ ንብለሉ ማለት እዩ ካልእ እንታይ ከርእየክ እንደሊ ኤች ኤንድ ኤም ብቐዳማይ ዛራ ን ኤች ኤንድ ኤምን ኣትየ ዛራ ወላ ሓንቲ ከይሓስብ ወፅየ ብዙሕ ደስ ትብለኒ ነገር ኣይነበረም ዛራ ኢለ ከይደ ግን ኤች-ኤንድ-ኤም ብጣዕሚ ጽቡቅ ጽቡቅ ወላ ናይ ስፖርት ክዳውንትታት ወላ ቤሲክስ ኩሉ ግዜ ኣለዎም ኤች-ኤንድ-ኤም ሕጂ ከኣ ድበለጸ ማለት እዩ ጂንስ ሕጂ እዚ ጽቡቅ ጂንሳት ኣለዎ ማለት እዩ ገፊሕ እግሩ ገፊሕ እግሩ ጂንስ ከምዚ ከምዚታት ወላ ሓንቲ ክስታይ ዘይብሉ እዚ ብጣዕሚ ብጣዕሚ ጽቡቅ ጂንስ ናይ ኤች-ኤንድ-ኤም ጽቡቅ ጂንስ ወላ ንቆልዑት ንናእሽቱ ቆልዑት ኣብኡ ጽቡቅ ጂንሳት እዩ ደሎ እዚ ሕጂ ብቀዳማይ ካብኡ ፒጌረዮ ማለት እዩ እዚ ዋሽ ናቱ ኣብዚ ቪድዮ ድምቕ ድበለ መስል እምበር ሃሳስ ዋሽ እዩ ከምዚ ናይ ኦሞ ዋሽ እዩ ድመስል ብጣዕሚ ብጣዕሚ ጽቡቕ ጅንስ ገፊሕ እግሩ ማለት እዩ ሎሚ ጅንስ ብጣዕሚ እየ በቃ ፈትየ ደለኹ ኤችንድኤም ከዓ ዝበለፀ ጅንስ ኣሎ ሞላ ዛራ ጽቡቕ ጅንስ እዩ ግን ዛራ ሓደ ሓደ ግዜ ሳይዞ ዓብ ኸውን ሓደ ሓደ ግዜ ንእሽተ ይኸውን ኣብ ዓቂልካ ክስታይ ትገብሮ ኣለካ ኤኒወይ እዚ ካብኡ ኦስታይ ድገበርኮ ማፊክ ድገበርኮ ማለት እዩ ካልእ ከዓኒ እዚ እዚ በርገንዲ ከኣ በርገንዲ ብጣዕሚ እየ ዝፈቱ ናይ ፎል ከለር እዩ ሕጂ ከኣ ትረንድ ስለ ዘሎ ከኣ ኣብዚ ክልተ ዓመት በርገንዲ ብጣዕሚ እዩ ትረንድ ኣሎ ሶ እዚ ነዊሕ ኢዱ ቤዚክ ከኣ እዚ ከኣ ከምዚ በቃ ጽቡቅ ወላ ብጥርሑ ትገብሮ ወላ ንዊንተር ንሳመር ንዊንተር ንፎል ከኣ ብክስታይ ጌርና ብድኾነ ጃኬት ጌርና ገለመለ ንገብሮ ማለት እዩ እዚ ብጣዕሚ ዘናጥ ከምዚ ቤዚክስ ከኣ እዚታት ከምሳት ንድሕር ኣለና ዝኾነ ንክንክደን ኣይንሽገር ኢና ማለት ሕጂ እዚ ጌርና ዋላ ጅንስ ጌርና ዋላ ጎና ጌርና ድኮነ ጌርና እዚ ቤዚክስ ኩሉ እንድሕር ኣለና ኢዚ ክንክደን ቀሊል እዩ ማለት እዩ ንዓና ኣብኣ ወዲቁ ኣሎ ከልዕሎ እዚ እዚ ከዓኒ ወልማርት ከኣ ከምዚ እዚ ብራንድ ናይ ወልማርት ነዚ ብራንድ ናይ ወልማርት ደሎ እዚ ኣብዚ ደሎ ማለት እንታይ ድብል ደሎ ኣቪያ ድዩ ገለ ድብል ደሎ ብራንድ ናቱ ታይት ብጣዕሚ ብጣዕሚ ጽቡቅ ኣነ ኣይገዛእኹውን ግን ሓንቲ ምሳይ ትሰርሕ ኣላ ጓል ጸላም በቃ ብጣዕሚ ጽቡቅ ጽቡቅ ከምዚ ምሻሉ መብዛሕቱ ግዜ ናይ ወልማርት ክስታይ እያ ትገብር ስፖርት ገለ ስለ ትኸይድ ጽቡቅ ሌጊንግ ስረ እዩ ዘለዎ ማለት ስታይል በዚ ጁባ ደለዎ ገለ ዘናጥ ኣለዎም ድሕር ሪኢክንኦ ወልማርት ማለት እዩ ዋግኡ ክቡር ኣይኮነን እዚ ኣቪያ ድብል ማለት እዩ ወልማርት ጽቡቅ ጽቡቅ ኣሎ ከም ተወዳይ ድረኣኹም ከም ዝብራት የለ ገለ ከዓ ጽቡቅ ኣሎም እዚ ኣብያ ድብል ብራንድ ድሕሪ ይኽንኦ ከምኡ ከዓ እዚ ቤዚክስ ከዓ ናይ ላዕሊ እዚ ብራውን ኮይኑ ከዓ ነዚ ፎን ነዊሕ ኢዱ ሲምፕል ብቀዳማይ ፒግ ገይረዮ እዚ ማለት እዩ ብጣዕሚ ጽቡቕ ጽቡቕ ዝክስታዩት እቲ ተመጣጢ ነገር ጽቡቕ ንስፖርት ድኸውን ዋላ ንዝኾነ ነዚ ፎል ድኸውን ከዓ እዚ ከዓ ካብኡ ፕጌረዮ ኣብኡ ከለኹ ከርእየክን ኢለ ማለት እዩ ካልእ ካብ ሽን ጃኬት ኦርደር ገይረ ኣለኹ ከርእየክን ኢለክን ነይረ መፅዩ እቲ ክስታይ ክፅቡቕ መዓት እዚ ክራፕ እዩ እንደገና እዚ ሳይዙ እዚ ሚድየም እዩ ኣነ ግን ላርጅ እየ ገይረ ምናልባሽ ካብ ኦንላይን ዝመፅእ ከይፀብብ ገለ ኢለ ማለት እዩ ዝኾነ ጃኬት ኣሎ ዝገበርኮ ከርእየክ ነይለክ ነይረ እዚ እዚ በቃ እዚ ብጣዕሚ ፅቡቅ ክስታይ እዩ ትሪኦ ከለካ ብጣዕሚ ዘናጥ በቃ ክፅብቅ መዓት እዩ ዋላ ምስ ገበርካዮ ኣብዚ ነጥ ደብለካ ግን እዚ ከምዚ ክስታይ ኮይኑ ዘይፈተኽዎ እዚ ከምዚ ዕንጨይቲ ነገር በቃ እዚ ስኒ በቃ ተሪር ከምዚ ክስታይ ድኾነስ ኣይኮነን በቃ ከምዚ ቲግ ድኾነ በቃ ብጣዕሚ ልስልስ ዝበለ ክኾን ነይርዎ ግን ወላ ከምኡ ኢሉ ከሎ እንድሕር ጌርናዮ ብጣዕሚ ዘናጥ ዘናጥ እዩ ግን ክስታይ ጌርና ከም ተፀብኽዎ ኣይኮነን እቲ ክስታይ ማለት እቲ ዚሮጊድ ኮይኑ ብጣዕሚ ከም ዘይዕፀፍ ነገር ከምኡ ኮይኑ ከምዚ ሌዘር ሲምፕል ፎኪስ ገለ ይመስል ነይሩ ክሪኦ ከለኹ ከዓ መዓ ፅቡቕ ረቪው ከዓ ስለ ዘለዎ ኣብ ሽኢን ማለት እዩ ከምኡ ኢለ ኦርደር ጌርዮ ነይረ እዚ ኦርደር ጌርዮ እንድሕር ትደልይኦ ኮንክን ኣብቲ ዲስክሪፕሽን ባክስ ክገብረልክን እየ የዘንጠካ እዩ ግን እዚ ታቱ ብቢዕ ፀፍሪ በቃ ከምዚ ስኢሉ ክስታይ ኮይኑ ብዛሕ ኣይፈትኾን ማለት እዩ እንድሕር ካብ ሽእን ገለ ገዜኻ ምምላስ ብጣዕሚ ስለ ዝፀልእ እምበር ወላ ምመለስኮ ነይረ እቲ ክስታይ ፈትየዮ ግን እዚ እዚ ታቱ ልስልስ ዝበለ ቁርብ ክኾን ነይሩ ክስታይ ኮይኑ ማለት እዩ ኤኒወይ ግን ክገብሮ እየ ማለት እዩ ካልእ እንታይ ከርእየክን ደልየ ናይ ፋሽን ኖቫ ክዳን ማለት እዩ ፋሽን ኖቫ ባይ ዋን ጌት ዋን ክኸውን ከሎ ድሓር ከዓኒ እዚ ኣጸቢቑ ካብ ዲስካውንት ገለ ክህልዎም ከሎ ገዜ ኦርደር ገብሬ ክዳውንትኻ ብጣዕሚ ብጣዕሚ ዘናጥ ኣሎ ረብዩ ርኢኽን ማለት እዩ ሕጂ እዚ ክዳን እዚ ጸሊም ክዳን እዚ ሸጥ ደብለካ ኮይኑ እንድሕር ኣብታት ግን ዓብ ኮይኑ ኣብ ቸስት እንድሕር ኣብዚ ዓብ ኮይኑ ሓደ ሳይዝ ኣብ ክንገብር ጽቡቅ እዚ ኣብቲ ዲስክርፕሽን ባክስ ክገብረልክን እየ ሶ እዚ ነዊሕ ኢዱ ኮይኑ ፅቡቅ ፀሊም ክዳን ኣዘነ ዘብለካ ፅቡቅ ክዳን እዩ ግን ሳይዝ እንድሕር ክስታይ እንድሕር ከም ዝብለክን ዘለኹ ኣብ ሳትክን ክስታይ ኮይኑ ሳይዝ ኣብ ጌርክን ብጣዕሚ ፅቡቅ ኩሉ ግዜ ባይ ዋን ጌት ዋን ክኸውን ከሎ ዝኾነ ነገር ኣድ ጌረ ፀንሕ ምሽ ኣብዚ ክስታይ ኣብዚ ካርቴ ደሓር ሴል ምስ ኮነ ገዝኦ ማለት እዩ ባይ ዋን ጌት ዋን ጽቡቕ ዲል ኣሎዎም ፋሽን እባ ንሕር ኩሉ ግዜ ክስታይ ንሪኦ ኮይና እዚ ጽቡቕ ኣፍ ልቡ ከፋት ሕቁኡ ከፋት ብጣዕሚ ኣዘኒጢ ደብለካ ብ ነብስኻ ቅርጽኻን ገለመልኻን ጽቡቕ እዩ ዝገብሮ ጸሊም ክዳን ጸሊም ብጣዕሚ እየ ድፈቱ ከምቲ ኩሉ ግዜ ዝብለክን ቡዙሕ ክዳን ኣለኒ ካልእ ከኣኒ ፒንክ ከኣ ገዚኤ ማለት እዩ ኦፍ ሸልደር እዚኣ ጌርያ ነይረ ኣብዚ ቪድዮ ቅድሚ እዚ ታትገበርክዋ ናይ ላዕሊ እያ ጥራሓ ትረኣ ክዳን እያ ግን ብጥ ኦፍ ሾልደር ድኮነ ከምሳቱ ብጣዕሚ እየ ድፈቱ ከምዚ ክስታይ ክፍት ድበለ ኣዘነት እየ ደብለካ ማለት እዩ እዚኣ ከኣ ከምኡ ከኣ ፒንክ እዚ ሃሳስ ፒንክ ከኣ እዚ ብጣዕሚ ጽብቅቲ ክዳን ናይ ፋሽን ኖቫ ማለት እዩ እዚ ከምዚ ድበለ እዩ እዚ ኣብስታትካ ማለት እዩ ኣብዚ ሾልደር ኦፍ ዝኾነ እዩ ካብ መጠን ንላዕሊ ጽቡቅ ክዳን ኢዚታት ኩሉ ግዜ ሴል ክኸውን ከሎ እዚ ረቢው ርኢና ክዳን ኩሉ ግዜ ካብ ዝኾነ ነገር ክህልወና ከሎ ሽዕኡ ቶርከና ገለ ንገዝእ ከምታት ክዳን ገለ ሴል ክኾን ከሎ እንድሕር ገዚእናዮ ብጣዕሚ ጽቡቕ ማለት እዩ እዚአን ክልቲአን ናይ ፋሽን ኖባ ካልእ ከዓኒ ሮዝ ኣብዚ ዓዲ ከምቲ ዝበልኩኽን ኣይነበረናን ኣብዚ ዘለናዮ ዓዲ ማለት እዩ ኩሉ ግዜ ካሊፎርኒያ ከይድ ከለኹ ሮዝ ትኣቱ ነይረ ጽቡቕ ጽቡቕ ነገር ትረክብ ኢኻ ሕጂ ሰዓት ትሽዓተ እዩ ድኽፈት መብዛሕቲ ስቶር ሸዓተን ፈረቓን ዓሰርተ እዩ ድኽፈት ግን ሮዝ ሰዓት ሸዓተ እዩ ድኽፈት ኣብ ዝኾነ ንግሆ ቆልዑት ኣብፅሐ ኣስቤዛ ክገብር እትው እንድሕር ኢለ ኣብ ገለ ክኸይድ እንድሕር ደልየ ኣብ ሮዝ ክኸይድ ጀሚረ ማለት እዩ። ኤኒወይ ብጣዕሚ ዓቕልኻ ደጽብረልካ ክትደሊ ግን ክትረክብ ከለኻ ጽቡቕ ብራንድ ኣብኡ ትረክብ ኢኻ ማለት እዩ። በዓል ፍሪ ፒፕል ወላ እቲ ኣዲዳስ መዓት ነገር እዩ ደሎ ወላ ናይኪ ገለ ጽቡቕ ኢኻ ትረክብ ግን በቃ ክስታይ ፔሸንት ክህልወካ ኣለዎ ዓቕልኻ ይደጽበልካ እዚ ሕጂ ደልየ ደልየ ደልየ ማለት እዩ ኣብኡ ብቐዳማይ ሓደ ሳይዝ ኣብ ገይረዮ ጸሊም ኦፍ ሾልደር ጌረዮ ኔረ ኣብዚ ብቀዳማይ ዩቱብ ክገብር ከለኩ ድሕር ሪኦ ክንኦኮንክን እዚ ጌረዮ ኣለኩ እዚ ናይ ላዕሊ ማለት እዩ ከምዚ ከምዚ ድበልኩክን ከምዚ ሾልደር ኦፍ ድኮነ ብጣዕሚ እየ ዝፈቱ ግን ቀስ ኢልካ ዓቅሊ ጌርካ ክትርኢ ኣለካ እዚ ሕጂ ካብኡ ገዚኡ ሓደ መዓልቲ ቆልዑ ሒዝና መጀመርያ ምስ ተከታተ ምስ በዓል ቤተይ ከይና ዓቅሉ ጸቢብዎ ገዲፍኩም ወጺና ማለት ባእ ከመይ ጌርካ ኣብቲ ገዝእ ገይ ንዓኡ ጸቢቦ ማለት ብጣዕሚ ዓልኻ ዝጽበልካ ክስታይ ክገብር ግን ብዙሕ ነገር ጽቡቅ ነገር ኣለዎ ንዓና ኣብ ዘለናዮ ኣይነበረን ከምቲ ዝበልኩኹም ኤኒወይ እዚ ግን ብጣዕሚ ፅቡቅ ኳሊቲ ዘለዎ ናይ ላዕሊ ካብኡ ረኪበ ነዊሕ ኢዱ ማለት እዩ እዚ ናይ ሮሳ ይመስል ማለት ካብኡ ደበለ ይመስል ብጣዕሚ ፅቡቅ ዘናጥ ወላቲ ክስታዩ ደስ ዝብለካ ዘናጥ ናይ ላዕሊ እዚ ካብኡ ገዚአ ማለት እዩ ካልእ ከዓ እዚ ከዓ ከምኡ ከዓ እዚ ናይ ላዕሊ እዚ ከኣ ከምኡ ናይ ላዕሊ ጽቡቅ ኦፍ ሾልደር ኮሎ ከኣ እዚ ክሪም እዚ ተመጣጥነ ገለ እቲ ኩሉ ግዜ ክዳን ገዝ ሓንቲ ሓፍተይ ብቀዳይ ጎልፎ ሓቲትክኒ ጽቡቅ ጎልፎ እዚ እንድሕር ውል ኮይኑ ማተርያል ጽቡቅ ጎልፎ ጎል ዝብል እንድሕር ኣሎ ከምኡ ገዝእ እንደገና ኣብኡ ከለካ ከኣኒ ኣብኡ ከለኩ ርእየ ከኣኒ ትፈልጦ ኢኻ ክስታይ ማለት እዩ ኤኒወይ እዚ ሕጂ እዚ ናይ ላዕሊ ከዓ እዚ ከምቲ እቲ ጨርቁ ካሊትኡ ፅቡቅ ምዃኑ ፍሉጥ እዩ እዚ እዚ ከዓ ካብኡ ክስታይ ገይረ ማለት እዩ ከምቲ እታ ዝነድፈቶ ከኣ ኦፍ ሸልደር ብዙሕ ከምዚ ዓይነት ሕብርታት ብዙሕ ኣስታ የብልኒ እያ ኣይገዝእን እየ ግን እዚ ብጣዕሚ ጽቡቅ ዋላ ምስቲ ናተይ ክስታይ ከኣ ከይድ ኮይኑ ካልእ ከኣ ኣብ ክሽነላ ሓንቲ ነገር ኣምጺ ከርእየክን እየ። ኣብ ሞንጎ ዘኪረያ ከለኩ ይርስዓ ኢለ እየ ከምዚ ዳማ ካቲን ቦርድ ብጣዕሚ እየ ዝፈቱ ናይ ጣውላ ማለት እዩ ኩሉ ግዜ ንፎርማ ኢለ እየ ክስታይ ዝደሊ ነይረ ኣብ ኣማዘን ገለ ክትብሎ ከለካ ብጣዕሚ ክቡር እዩ ዋላ ኣብ ሆም ጉድስ ኣብ ማርሻል ገለ ኣሎ እዚ ካብ ካብ ማርሻል ካብ ካብ ግጀ ማግሰ ገዘ እዩ እዚ ብጣዕሚ ንፎርማ ኢለ ማለት ነቲ ክሽነ ንፎርማ ኮነኒ ኢለ ከምዚ ዳማ ወላ ጥቀመሉ እየ ሓደ ሓደ ግዜ በዚ ሓደ ሳይዱ ማለት እዩ ግን ኩሉ ግዜ ከምዚ ኣብ ክሽነ ፎርማ ክትገብሮ ከዓኒ ደስ ብለካ ብጣዕሚ ጽቡቅ ስለ ዝኮነ ከምዚ ስለ ዝፈቱ ንክሽነ ኢለ ከኣ እዚ ካብ ትጄ ማክስ ገዚኤዮ ኣብኡ ከለኩ ከይረሳዕክዎ ከርእየክን ኢለ ማለት እዩ ካልእ እንታይ ገዚኣ ካብ ትጄ ማክስ እዚ ጂንስ ማለት እዩ ፅቡቅ ጂንስ ሊቫይ ጂንስ ኮይኑ ካርጎ ባጊ ኮይኑ ካርጎ ማለት እዩ እዚ ሊቫይ ሊቫይ ኮይኑ እዚ ሊቫይ ብራንድ ፅቡቅ ብራንድ እዩ ናይ ጂንስ እታ ቲጄ ማክስ ከኣ ጽቢቁ ብጎደሎ ኢካ ትረክቦ ከምዚ ትወቱ ማዕገ ካርጎ እዚ እግሩ ባጊ ኮይኑ ኩሉ ባጊ እዩ ደሓር ሓደ መዓልቲ ስታይል ገይረ ከርእየክን ስታይል ገብር ከለኹ ብጣዕሚ ገፊሕ ኮይኑ ከዓኒ ጽቡቅ ስታይ ረኪበ ማለት ኣብ ዝኾነ ስተር ከኣቱ ከለኹ ሓደ ሓደ ግዜ ወላ በልኩ ወፅእ ማለት ደስ ዝብለኒ እንድሕር ደይረኸብኩ ርኢ ርኢ ርኢ ኣቢለ ወላ ከይገዛእኹ ወፅእ ማለት እዩ ድሕሪ ሓንቲ ነገር ዝፈትዋ ረኪበ ግን ፅቡቅ እዩ ዝብሎ ክስታይ ይገዝእ ማለት እዩ እዚ ሕጂ ከም ዝደሊ ነይረ ካብ ፋሽን ኖቫ ክገዝእ ገለ ይብል ነይረ እዚ ካርጎ ጂንስ ኮይኑስ እዚ ሊቫይ ብራንድ ሊቫይ ከምቲ ንፈልጦ ዝበለፀ ጂንስ ማለት እዩ እዚ ሕጂ ካብኡ ገዝእ እዩ በዚ ጅባ ዘለዎ ፅቡቅ ገይረ ክዝንጠሉ እየ ተደልየ ምስ ቡትስ ገይረ ክስታይ ገብሮ ክእል እየ ምስ ዝኾነ ዋላ ምስ ስኒከርስ ገለ ገይረ ክገብሮ ክእል እየ እዚ ከኣ ካብኡ ገዚኤዮ ማለት እዩ። ካልእ ከኣ እንታይ ከርእየክን ደልየ ኣብቲ ስእሊ ኣብቲ ታምኔል ዝገብረልክን እዚ እያ ክገብረልክን እዚ ጻዕዳ ቡት ክሬም ቡት ኣለኒ ካብ ኖርስቶን ራክዴ ገለ ላስቲ ዝገዛእኹ ካብዚ ሕፅር ዝበለ እዚ ከዓ ጻዕዳ ከዓ ደሊ ነይረ ከም ዝበልኩም ፅቡቅ ዝኾነ ነገር ገዝ ኮልኩ በቃ ሕጂ ስሕብ ደብለን ብዙሕ ነገር ስለ ዘለኒ ግን በቃ ፅቡቅ ደስ ዝበለኒ እቱ ዝበለኒ ገዝ ኤኒወይ እዚ ጻዕዳ ቡትስ ስቲቭ ማደን ቡትስ ከኣ ድበለጸ ስቲቭ ማደን ቡትስ ጽቡቅ ጫማ እዩ ጽቡቅ ብራንድ እዩ ደገና ብዙሕ ከኣኒ ከምቲ ካልእ ዓይነት ብራንድስ ኤክስፐንሲቭ ድኾነ ከምኡ ይኮነን ስቲል ኣብ ክብር ኮለስ ግን ኣጸቢቑ ስታ ኣይኮነን ቡትስ ከኣ ብጣዕሚ ስለ ዝፈቱ ጻዕዳ ክሪም ኣለኒ ቁሩብ ሕጽር ድበለ ከምቲ ኣርእየክ ነይረ ላስቲየን እዚ ከኣ ጻዕዳ ከኣ ብጣዕሚ ጽቡቅ ጣዕሚ ስለ ዝፈትኽዎ ኣነ ቁጽሪ ትሽዓተ እየ እዚ ትሽዓተ ክፍራኣን ገይረ እየ ማለት ኩሉ ግዜ ቡትስ ክንገዝእ ከለና ሓደ ሳይዝ እንድሕር ኣብ ጌርናዮ ጽቡቅ ማለት እዩ ካልሲ ጌርና ስለ ንገብሮ ኮምፎርተብል ከኣ ክውን እዚ ከኣ ናይ ስቲቭ ማደን ቡትስ ከኣ ስቲቭ ማደን ስቶር ኣለና ሞል ኣብ ናህና ሞል እዚ ሕጂ ናይ ስቲቭ ማደን ጽቡቅ ቡትስ ጻዕዳ ማለት እዩ ካልእ ቪክቶሪያ ሴክሬት ኩፖን ነይርኒ እንደገና ኩሉ ግዜ ከዓ ምስቲ ኩፖን ከዓ እዚ ፍሪ ኣንደርዌር ኣሎ ገለ ስለ ዝመፅእ ከዓ በቃ ዌስት ከይገብሮ ኢለ ከይደ ነይረ እቲ ኩፖን ክጥቀመሉ ብጣዕሚ ፅቡቅ ዋጋ ማለት እዩ ኤኒወይ እዚ ሓፂር ስረ ከምዚ ብጃማ ሓፂር ስረ ብጣዕሚ እየ ክፈቱ ከምቲ ኩሉ ግዜ ዝብለክን ካብ ብዙሕ ግዜ ገዝእ እዚ ሕጂ ካብ ፒንክ ሓፂር ፒጃማ መደቀሲ ዝኸውን እዚ ካብኡ ገዚኤ ማለት እዩ። እዚ ቱታ ናይ ላዕሊ ዝደርኤክን ሕጂ ምስ ገዛእኽዎ ድሓር ንክኣክል ነቲ ክስታይ ስኒ ነቲ ንክኣክል ነቲ ኩፖነይ ክትውስኽ ትኽእሊ ኢኹም ዝበለትኒ ንዕኡ ወሲኽዮ ማለት እዩ። ከምታት ከዓ ቱታ ገለ ከዓ ነዚ ሕጂ ነዚ ክስታይ ከኣ ብጣዕሚ ነዚ ዊንተር ፎል ዊንተር ከኣ ዝታታት ገለ ካብ ዝኾነ ሲምፕል ኣዘ ነጠብለካ ቢዚ ስለ ዝኾና ጉያ ጉያ ጉያ ክንብል ከለና ስታት ሲምፕል ጌርካ ኣግ ጫማ ዝኾነ ቦት ጌርና ከኣ ዝንጥ ኢልና ሲምፕል ኮሎስ ኣዘ ነጠብለካ ሚድየም እየ ዝገብር ኣነ እዚ ሚድየም ማለት እዩ ኩሉ ግዜ መብዛሕትኡ ግዜ ካብ በዚ ዝታታት ፅቡቅ እዩ ኩፖን ክህልወካ ከሎ እንደገና እንድሕር ክየነሳ ምስ ኩፖን ሓዊስካ ከዓ ፅቡቅ ማለት እዩ እዚ ሕጂ እዚ ቱታ ካብኡ ገዚኤዮ ማለት ኩሉ ግዜ ፍሪ ኣንደርዌር ገለ ከዓ ከለኩሉ ከዓ ጥቀሙሉ ትቕቦ ንኣ ከለኹ ኣንደርዌር ከዓ ኣብዚ ኣሎ ርእየኪ ንኽእል እየ ማለት ሓድሽ እዩ ማለት እዩ ኤኒወይ ካልእ ከዓ እዚ ቱታ ካብኡ ገዚኤዮ ማለት እዩ ካብ ዶክተራት ካብ ዲል ስለ ዝነበረ እዚ ከዓ ካብኡ ገዚኤዮ ብዙሕ ከም ሰማያዊ ዓይነት ገል ከም ሰማያዊ ገለ ኣይገብርን እየ ግን እስከ መብዛሕቱ ፒንክ ኣምብሳ ትግራይ ገለ እየ ዝገዝእ ግን ሰማያዊ ከዓ ክፍትኖ ኢለ እዚ ሰማያዊ ከዓኒ ካብኡ ገዚኤ እየ ማለት እዩ እዚ እንጂ ነዚ ክስታይ ነዚ ነዚ ሳመር ዊንተር ነዚ ዊንተር ፎል ዝምጠልያ ማለት እዩ ናይ ለማዓንቲ ቪድዮ እዚኣ ትመስል እንጂ ገርክና ክትኮና ተስፋ ገብር ሳብስክራይብ ድሕር ገበርክን ኣለኽን ሕጂ ከይወፃኹም ከለኽን ሳብስክራይብ ግበራ እተን ኩሉ ግዜ ሳፖርት ዝገብራኒ ኣሕዋተይ ከኣ ከምቲ ዝበልክን ብጣዕሚ እየ ደመስግነክን የቀንየለይ ኣብ ቀጻሊ ብካልእ ክሳብ ንራከብ ከኣ ብሰላም የራክበና ባይ